ዘይትምነዊ ልበይ ጌርክዮ ገዲፉን መሻረዊ ለባም ወረጃ ዘለላ ኮይኒ ክሕልዎ ክስከይ ወስዱለይ ከፊኡኒ ሰላም ሰላም ሰላም ፋሚሊ ሰላምኩም ይብዛሕ እዚ ሳሚ ሪያክት እዩ እንኳዕ ላውና ሳሚ ሪያክት ዩቱብ ቻናል ብሰላም መጻኹ ዝተፈላለዩ ትኩሳትን ሓደሽትን ቪድዮታት ሒዘልኩም መፅያ እኒኹ ሰብስክራይብና ላይክ ብምግባር ናዚ ቻናል እዚ ቤተሰብ ምዃን ከይትርስዑ ኢኩም ኹሉኩም subscribe ስለ ትገብሩ ኣለኩም ብጣዕሚ እየ ለምስግን subscribe ለይ ገበርካ ትርኢ ለለካ ግን subscribe ግበር like ግበር ክል ይደሊ ዳይ ላ ቪድዮታትና ንቀጽል እሺ ፋሚሊ በቲ ፈለማይ ቪድዮና ንቅጽል ኣለና ሰናይ ምክትታል። ፍቅሪ ኣይጸልልን እዩ ጥልመት እዩ ለጸልል ኦኬ ጥልመት ከቢድ እዩ ፍቅሪ ተጸልሉ ገለ ኖ። ብሮ ፍቕሪ ኣይጸልለካን እዩ ጥልመት ጥልመት ትፈልጥ ዲኻ ጥልመት ይርዳእኩም ዶ ጥልመት ትፈልጡ ዲኹም ጥልመት እንታይ ፍቕሪ ደኣ እሞ ብኣ ኼዳ በዚ ሓንቲ ኸይድ ከትቅይራ እንዲኻ እንታይ ጥልመት ኣታ ወዲ ዓሰርተ ኣርባዕተ ዓመት ኢና ንሕና ከሲርና ዘለና ካብ ዕድሜና እንድሕር ተረዲእካ ተጠሊምና ኢና እምበር ፍቕሪ ይኮነ ዘዕብደና ዘሎ ፍቕሪ ደኣ እሞ ሽቐነሽ ከይዳ በላነሽ ትመፅእ ጸገም የብሉ ንሱ ጥልመት ይርዳእካ ዶ ጥልመት ጥልመት ትፈልጥ ዶ

ጓል ሃገረ ሰብ ትስቀለኪ ነራ ግደፍዋ እዚኣ ድሕሪ ድሕሪ እዚ ሓገዝ ኩሉ ከራኸኹበሉ እዩ ሕጂ ሰዓቱ ይኮነን በዚ ጋጣሚ እዚ ከዓኒ ሓሩ ከማን ትማሊ ተጋጊኺ ኢኺ መጀመርያ መጀመርያ እዛ ሰብ እዚኣ ልእኽቲ ናይ መን ምዃና ክትፈልጢ ኣለኪ ኣብ ገዛኺ ኣብ ገዛኺ ስለ ዝነበረ ኣነ ትማሊ ብዙሕ ደይ ተዛረብኩ ኣብ ገዛኺ ክትቅልስዮ ግብኣኪ ት ት ኣስላም ኣያዋጽኡን ፈልዮም ሂቦሞም ኣባ ቀሺ ተትብሉ ኔርኩም ጓል ሳሆ ዘላቶ እኮ መዓት ኣስላም ኣዋጽኡ ኔሮም ዓይንና ንርኢ ኔሩ ኣው ሕጂ ዘምር ዘምር እንታይ ግዚኣ ዘሚራ ካብ ካብ ካብ ካብቲ ዝነበረቶ ዘማሪት ነበረቶ ፈሪሳ ክትስዕስዕ ዶ ትውዕል ኣላ እንታይ ክትዝምር እያ እዚኣ ሕጂ እዚኣ እኳ ሰይጣን ዳዓለዋ ካብቲ ዘማሪት ዝነበረቶ ዘሚራ ስለዚ ክትዘርግ እያ መጽያ ሽዑ እውን ክትዘርግ እያ መጽያ ኣይተረዳኣክን ግን ኣይሓስክያ ሓቀይ እየ ብእውነት ናይ ብሓቂ እየ ኣይተረዳኣክን ግን ሓሩ ተሰኪፍካ እምበር ኣነ ብል ዕስዕስ መበልኳ ገዛ ሓሩ ገዛ ይኳል ገዛ ሓሩ ገዛ እዩ ነይሩ ግን እዚኣ ሕጂ ጽልልቲ እያ ግደፏ ነዛ ጽልልቲ እዚኣ ልእኽቲ እያ ኣይግድሸና ብእውነት ትማሊ ክዘረግ ኢላ መጽ ዕብስ ኣቢል እያ ግን ኣነ ከለኹ መዲ ክግርገ ትዘርጊ ኣቲ ሓሙሽተ ሰብኡታ ሸርሙጣ ሰይቲ ኩሎም ሸርሙጣ ጓል ሸርሙጣ

ንእግዚኣብሔር እውን ኩሉ ሰብ ዝፈትወ ማለት ኣይኮነን ተዝፈትዎስ ተረድእንዎ ከምኡ እዩ ምገበሩ ስለዚ እሞ ከዓ ንሕና ግዳ ምስ ኩሉ ድኽመትና ምስ ኩሉ ጌጋ ብፍላይ ኣነ ድሓን ምስ ኩሉ ድኽመተይ ምስ ኩሉ ጌጋይ ሰብ ምኳነይ እቲ ድሌተይ ሰብ ክርዳኣለይ ይደሊ ግን ከኣ ጽቡቕ ድሌት ጥራሕ ኣለካ ከኣ ሓደ ሓደ ግዜ ከኣ ኣይትጋገን ኢኻ ማለት ኣይኮነ ክትጋገ ከለኻ ሰብ ገሊኡ ደዊሉ እዚኣ ከምዚኣ ዝበልካያስ ከምዚኣ እኮ እያ ነይራ ጌጋ ዶ ትመስለካ ክብለካ ክእል ገለ ጽሒፉ እውን እዚኣ ከምዚኣ ዝበልካያ ከምዚኣ ብከምዚ ተትእረም ይብለካ ገለ ሰብ ግን ነዴኻ ዘይፈልጣ ብደዴኻ ጸርፈካ ነቦኻ ዘይፈልጦ በቦኻ ጸርፈካ ንዓኻ እውን ርኢካ ዘይፈልጥ ድሌትካ ዘይፈልጥ ዓቕምኻ ዘይፈልጥ ዝጸርፈካ ዝጸርፈካ ንዓኻ ኣይኮነን ዝጸርፈካ ዘሎ እንታይ ኣብ ልበይ ጸርፊ ዘሎ እዩ ዝብለካ ኣነ ብኸመይ እዩ ዝብል ኦ ኣብ ልበይሲ ጸርፊ እዩ ዘሎ እዩ ዝብለካ በቃ ኣብ እእምሮይ ኣብ ኩሉ ኣካላተይ ጸርፊያ ጸርፊያ ዓቕመይ እዩ ዝብለካ እም፣ ሕጂ ከምኡ እንተኾይኑ ንስኻ እ፣ ናይ ኣእምሮ ናይ ሰብ ትመሃር ኦ፣ ፍልልይ ናይ ሰብ ትመሃር ትርዳእ ንሕብረተሰብ ክትርድኦ እንድሕዳ ደሊኻ ከምዞ ናህና ስራሕካ ትሰርሕ ኦኬ።
ኣሕዋት ከመይ ጸኒሕኩም ኣጋጣሚ ሕጂ ሓንቲ ቪድዮ ሴር ዘርጊሃልኩም ጸኒሐ እሳ ናይ ኣብ መዓስከር ዳባት ኣለምዋጭ ሓውና ከም ዝተሃረመና ማለት እዩ ሕማቅ ስማዕ ኮይኑ ከዓ የለኩም ኣብ ውሽጢ ሓደ ሰዓት ዝኸውን መይቲ ኢሎም ደው ኢሎም ለ ማለት እዩ ዓሪፍሉ ሓውና መንግስቲ ሰማይ ኣዋርሶ ጽን ስድሮ ከዓ ጽንዓት ይሃቦም ሕጂ ግን ኣገዳሲ ፕሊስ ናብ ኩሉ ሰብ ክበፅሕ ሸሪ ፖስት ድዩት ጌርኩም ናብ ኩሉ ሰብ ኣብፅሑ ሕጂ እውን ኣቱም ኣብ መዓስከር ዳባ ዝነበርኩም ምረት ናይ ዳባት እትፈልጥዎ ኣብ ምዕረት ናይቲ መዓስከር ስብ ትፈልጥዎ ሕሰም ናይቲ መዓስከር እትፈልጥዎ ሰባት ሕጂ ውን ኣብ ኤሮጳን ኣብ ኣዲስ ኣበባን ደለኹም ኣብ ዝኾነ ክፍለ ዓለም ካብ ዳባት ዝወጻኹም ሰባት ሕጂ ውን ጻውዒት ንፈጥር ኣለና ጻውዒት ንገብር ኣለና መከራ ዝረኣኹም ሰባት ኣብቲ መከራ ዝነበርኩም ሓውኹም እናተሳቐየ ስቕ ኢልኩም ደለኹም ኣሕዋት ሕጂ ውን ጻውዒት ንብል ኣለና ዓወትና ናይ ግድን እዩ ግን ገልጸሎም ኢና ሰባት ጸገማቶም ናብ ዝምልከቶ ኣካል ከነብጽሕ ኢና ሕጂ ውን ንጽውዐኩም ኣለና ሓግዙና ፕሊስ ሓግዙና ሕጂ እውን ላይፍ ክንከፍት ኢና ኩላትኩም ኣብ ላይፍ መጺኹም ብዛዕባ እንገብሮ ነገራት ብዙሕ ስለ ዘሎ ክንረዳዳእን ክንመሃየድ ቢልና ኣለና ክትሕግዙና ደለና ነገር ኣሎ ክትሕግዙና ፕሊስ ምጹ በጃኹም በጃኹም ሕጂ ሕጂ ማለት እዩ ሕጂ እዛ ቪድዮ እዚኣ ንረኣኹማ ከለዎም ላይፍ ኣቲና ኣለና ኣብ ላይፍ መጺኹም ጸገም ናይ ኣሕዋትኩም ሽግር ናይ ኣሕዋትኩም ተዛረቡ ናብ ዝምልከቶ ኣካል ነብፅሖ ከዓ ተዱና ሰባት ስለ ደሊና ዘለና ክትሓውርና ፕሊስ ብፍላይ እዞም ኣቱም ኣመራርሓ ዝነበርኩም እሞ ከኣ ኣብ ኣዲስ ኣበባ ዘለኹም ሕጂ ውን ነዚ ህዝቢ እዚ ካብ ድምጹ ዶብ ካብ ምባል ዝዓግተና ነገር የለን ሕጂ ውን ጌጋታትኩም ኣሚንኩም ናብ ምሳና ትሕጉዙና መርሓባ ተዘይ ኮኖ ግን ኣደኩም ሸረፍኩም ሒዝኩም ኢድኩም ኣክቡልና ተዘይ ከይኑ ናብ ካልእ ክንባጻሕ ኢና ልዕሊ ህዝቢ ወልሓድ እንጥምቶ ነገር የለን ትንፋስና ክንከፍል ድልዋት ኢና ሰላም ሰላም ኩሉኹም ተኸታተልቲ ግብሪ ሓያል ሳምራዊት ከመይ ትኾኑ ሎማዓንቲ እውን ሕጂ እውን ብዘሕዝን ዜና መፅኤኩም ኣለኹ ሕጂ ሕጂ ካብ መዓስከር ስደተኛ ኣለማጭ መፀኒ ዘሕዝን ዜና ሓደ ይብራህ ኣሰፋ ዝበሃል ወዲ ዓርባዓን ሸሞንተን ዓመት ኣብ መዓስከ ስደተኛ ዓለም ዋጭ ብሸፋቱ ከብዱ ተሃሪሙ ሕጂ እቲ ህዝቢ ዋጭዋጭ ኮይኑ እቲ ምድሪ ናብ ሆስፒታል ሒዞም ይኸዱ ኣለዉ ኣብ ልዕሊ እቲ ህዝቢና ዝወርድ ዘሎ ብድዐን መቕተልትን ማሕረድትን ኩላትና ኣሕዋተይ እዚ ዝግበር ዘሎ ሓገዝ ንግዚኡ ህይወቶም ከም መሰጋገሪ እምበር መፍትሒ ክኸውን ከም ዘይከውን ፈሊጥና በጃኻትኩም በጃኻትኩም ኩላትና ኤርትራውያን ሃይማኖት ዓሌት ፖለቲካ ደጋፊ ተቃዋሚ ካብዚ ኩሉ ሓሸውየ ወፂና በጃኻትኩም ንህዝብና ክነድሕን በጃኻትኩም በጃኻትኩም ሓደ ነገር ክትገብሩ ደጋጊመ ደጋጊመ ይእውየ ኣለኹ ልክዕ በዚ ሓደ ብጥሜት በዚ ሓደ ብቁሪ በዚ ሓደ ብምጭዋይ በዚ ሓደ ብመቕተልቲ እዚ ህዝቢ እኮ በቃ ተኣሲሩ ይሕረድ ይቕተል ይጭወይ ዘሎ በጃኻትኩም ናይ ህላዋነትና መሰረት ዝኾነ ህዝቢ ይጠፋእ ኣሎ ኣነ ሕጂ ብለይቲ ኣብ ሓደ ስራሕ እናኸድኩ ጠጠው ኣቢለ ዝዛረበኩም ዘለኹ ፕሊስ ፕሊስ ብሽም ጎይታ የሱስ ክርስቶስ ይብለኩም ኣለኹ በጃኻትኩም ተቃወምትኹም ኩኑ ደገፍትኹም ኩኑ በጃኻትኩም ብሽም ጎይታ የሱስ ክርስቶስ ክልምነኩም ነዚ ህዝቢ ሓደ ኮይና በጃኻትኩም ካብቲ ዘለዎ ከነውፅኦ ብሽም ጎይታ የሱስ ክርስቶስ ይልምነኩም ኣለኹ ዋላ ኣብ እግርኩም ዶ ክንወድቕ በጃኻትኩም ድምፂ ንኾኖ እቶም ደገፍቲ በጃኻትኩም እቶም ተቃወምቲ በጃኻትኩም ነዚ ነገር ነዚ ድምፂ ኮንዎ በጃኻትኩም ንሕና እኮ ተጨኒቕና ብእውነት ዋላ ሕጂ እውን ምግቢ ክነብፅሐሎም ክንከይድ ከለና እንታይ ከም ዝገጥመና ውን ኣይንፈልጥን ኢድና ነብስና ኣብ ኢድና ጨቢጥና ኢና ንኸይድ ዘለና ገንዘብ ሒዙ ሒዝካ ኤርትራዊ ተባሂሉ በቃ ንሕረድ ትቕተል ንጭወን ጠፊእና ዘለና በጃኻትኩም ኣሕዋተይ በጃኻትኩም ሕጂ ሕጂ ይብለኩም ኣለኹ ቅድሚ ዓሰርተ ዕስራ ደቂቃ ዝተፈፀመ ገበን እዩ ዝነግረኩም ዘለኹ በቃ ልዕሊ በቃ ክንጸንት ዋላ ሓንቲ ኣይተረፈናን በጃኻትኩም ልክዕ ዓሰርተ ጉደን ትሽዓተ ብጥይት ብክልተ ጥይት ተበሲዑ ቤን በዚ መዓናቱ እሞ ከዓ ሃብቲ ዝሕዝነካ መገዲ ሓሙሽተ ኪሎ ሜትር ዓሰርተ ኪሎ ሜትር ይኸውን እዩ ብፀልማት ስለ ዝነበረ ድሕሪ ፍርቂ ሰዓት ኣርባዓ ደቂቕ ዝኸውን ናብቲ ሕክምና ኣቲና ድሕሪ ሓሙሽተ ደቂቕ ዶኳትር መፅኦምና ሰብ ዝበሃል ኣይፀናሓና ናብቲ ኢመርጀንሲ ማለት እዩ ዋላ ሓንቲ ዝገበሩሉ ቀዳማይ ረድኤት የለን። እዚ ምስ ገበረ ከዓ ህይወት ሓሊፋ ህይወት ሓሊፋ።
ኦኬ ፋሚሊ ሎማዓንቲ ለሓስ ዝኾኑ ቪድዮታት እዚኦም ይመስሉ ነይሮም ኣብ ቐፃሊ ብልገራርሙ ቪድዮታት ሒዘልኩም ክምለስ እየ እስካብ ሽዕቲ ግን ሰብስክራይብ እና ላይክ ምግባር ኣይትረስዕ ኢኹም ፒስ ኣውት።